ፕሬደን ኣሜሪካ ዶናልድ ትራምፕ ኣብ ትሩዝ ሶሻል ኣብ ዝሐለፈ ጽሑፍ ደጊም ምስ ተዓወትና ናብ ውግእ ጽንበሮ የድልዩናን እዮም ክብል ንቀዳማይ ሚኒስተር ሴር ኬር ስታመር ነቒፍዎ ነዚ ዝኸውን ዘሎ መርከብ ጽዕነት ነፈርቲ ዓባይ ብሪጣንያ ኤችኤምኤስ ንወፍሪ ተዳልያ ከም ዘላ ምስ ተሓበረ እዩ እዚ ከምዚ ኢሉ እንከሎ ሰራዊት ምክልኻል እስራኤል ኣብ ቴሄራን ዝርከቡ መኻዝን ነዳዲ ሓደ ለይቲ ድሕሪ ምውቅዖም መሰረተ ልምዓት ኢራን ዕላማ ዝገበረ ሓድሽ መዓውላዊ መጥቃዕቲ ከምዝጀመረ ይገልጽ። እዚ ከምዚ ኢሉ እንከሎ ሰራዊት ኩዌት ኣብ ዓለም ለኸ መዕርፎ ነፈርቲ ኩዌት ኣብ ልዕሊ ታንከራት ነዳዲ ዝተፈጸመ መጥቃዕቲ ሓዊሱ ማዕበል ሰብኣሎ ነፈርቲ ጸላእቲ ንምፍሻል ይቃለስ ከምዘሎ ገሊጹ። ኣብ ከተማ ኩዌት ቤት ጽሕፈት መንግስቲ ዝኾነ ዓብዪ ህንጻ ብሰንኪ ዝበጽሖ መጥቃዕቲ እንትባራዕ ኣብ ቴሄራን ድማ ሓደ ዓብዪ ማእኸል ነዳዲ ዕላማ ኮይኑ ሓዲሩ። እቲ ብቤት ጽሕፈት ማሕበራዊ ድሕነት ዝውነን መንግስቲ ህንጻ ኩዌይት ክባራዕ ዝሓደረ ኮይኑ፣ ሕጂ ድማ እቲ ባርዕ ኣብ ትሕቲ ቁጽሪ ከምዝኣተወ ይግለጽ ኣሎ። እቲ ቤት ጽሕፈተን ማሕበራዊ መራኸታት ከምዝገለጾ፣ እቲ ብንውሓቱን ግዝፈቱን ዝፍለጥ ህንጻ፣ ዕላማ ከምዝተገበረን ንኣወታዊ ዕንወት ከምዝበጽሖን ክፍለጥ ተኻኢሉ። ብተመሳሳሊ ዜናና ድማ፣ ናይ ኢራን ስውራዊ ጋርድ ኣብ ትሕቲ እምባ ዝተሓብኦ ሓድሽ ናይ ሚሳኤል ክምችታት ዘርእዩ ምስልታት ተዘርጊሑ። ከምቲ ኣብቲ ስእሊ እንሪኦ ዘለና ድማ እቲ ትካል ኣብ ትሕቲ መሬት ልዕሊ ሚእቲ ሜትሮ ዕምቆት ዘለዎ ኮይኑ ንብዙሓት ኪሎ ሜትራት ድማ ዝርግሐ ከምዝኾነ ተፈሊጡ። ብተወሳኺ እቲ መዓስከር ናይ ኣየር መጥቃዕቲ ክፃወሩ ዝኽእሉ ብዙሓት ናይ ነዊሕ ርሕቐት ሚሳኤላት ስርዓታትን ናይ መተኮሲ ስርዓተ ልምዓታት ከምዘለዎ ድማ ተገሊፁ። እዚ ከምዚሉ እንከሎ ድማ ፕሬዚደንት ሕቡራት ኢምሬት ዓረብ መሓመድ ቢን ዛይድ፣ ኣብ ኩናት ኢና ዘለና ክብሉ ኣዊጆም። ንሃገርናን ንህዝብናን ኣብዚ ዝነብሩ ኩሎም ነበርትን ዘለና ግዴታና ክንፍጽም ኢና። ንሳቶም ኣካል ስድራቤትና እዮም። ንሕና ሓያላት ኢና ብቐሊሉ ክንጥቃዕ ግዳይ ኣይንኸውንን ክብሉ ገሊጾም። ኤሚሪካን እስራኤልን ኣብ ልዕሊ ኢራን ኩናት ቅድሚ ምጅማረን ንጀርመን ብቐጥታ ካብ ምስታፍ ተቖጢባ ዝጸንሐት ዩናይድድ ኪንግደም ሕጂ ዓበይቲ ናይ ኩናት መራኽብ ናብ ወሽመጥ ዓረብ ንምልኣኽ ወሲና ኣላ። ይኹን እምበር እዚ ዝደንጎየ ውሳነ ፕሬዚደንት ኤሚሪካ ዶናልድ ትራምፕ ድማ ከምዘይሐጎሶ እዩ ዝግለጽ። የግዳስ ነቲ ኩናት ብዓወት እንዳዛዘምዎ ምዃኖም ብምግላጹ፣ ተሳትፎ ዩናይትድ ኪንግደም ከም ዘየድልዮም ኣፍሊጦም ኣለዉ። እቶም ፕሬደን ኣብ ማሕበራዊ መራኸቢ ብዙሃን ገጾም ኣብ ዝጸሓፍዎ ጽሑፍ፣ ዩናይትድ ኪንግደም ሓደ እዋን ምናልባት ካብ ኩለን ዝበለጸት ዓባይ መሻርኽትና ነይራ፣ ሕጂ ግን ክልተ ናይ ኲናት ነፈርቲ ናብ ማእከላይ ምብራቕ ንምልኣኽ ድሕሪ ነዊሕ ሓሳብ ወሲና ኣላ ክብሉ ገሊጾም። ቀዳማይ ሚኒስተር ሰር ኬር ስታመር፣ ነተን መራኽብ ድሕሪ ሕጂ ኣይንደልየንን ኢና፣ እንተዀነ ግን ዝዀነ ነገር ኣይንርስዕን ኢና ብምባል ቅሬትኦም ብቐጥታ ገሊጾም። ወሲኾም እውን ኲናት ብዓወት ምስ ዛዛምና ምሳና ንምስታፍ፣ ዝመፁ ሰባት ኣይንደልን ብምባል ካብ ዩኬ ዝመፅእ ደገፍ ከምዘይድልዮም ገሊፆም። መንግስቲ ዩኬ ኣብ ልዕሊ ኢራን ዝተኸፈተ ወፍሪ ተሳትፎ ዘይነበሮ ክኸውን እንከሎ ክተሓባበር እውን ቃል ከይኣተወ ዝፀንሐ እዩ። ሕጂ ግን ክልተ ተዋጋእቲ ጀት ነፈርቲ ዝፀዓና ናይ ኲናት መርከብ ናብቲ ዞባ ንምብጋስ ኣብ መወዳእታ ደረጃ ምድላው ድማ ይርከባ። ዩኬ ዘለዋ ናይ ኲናት መዓስከራት ኤሜሪካ ንመጥቃዕቲ ንምፍፃም ዘይኮነስ ንመጥቃዕቲ ንምክልኻል ጥራይ ክጥቀመለን ቀዳማይ ሚኒስተር ሴር ኬር ስታመር ብምእዛዞም ኤሜሪካ ሕጉስቲ ኣይኮነትን። ብተወሳኺ እቶም ቀዳማይ ሚኒስተር ናብ ኲናት ካብ ምእታው ንላዕሊ፣ ወጥሪ ንምንካይ ጻዕሪ ክገብር ዘለዎ ጻውዒት ፕረይደንት ትራምፕ ንሰር ከር ስታመር ከም ዊስተን ኣይኮይኑን ብምባል ነቒፎምዎም ኣለዉ። እዚ ከምዚ ኢሉ እንከሎ ድማ ፕረይደንት ኤሜሪካ ዶናልድ ትራምፕ እቲ ብዙሕ ግዜ ሰባት ብዛዕባ ኢራን ዘለዉ መደባት ናብ ግምታት ዘውደቖም ፕረይደንት ኤሜሪካ ዶናልድ ትራምፕ ኣብዚ ግዜ እዚ ድልየቱ ይዛረብ ኣሎ። እቲ ፕረይደንት መንፈሳዊ መራሕ ኣያቶላ ዓሊ ካሚኒን ሓያሎ ካልኦት ላዕለዎት ኣዘዝቲ ምስ ተቐተሉ ንኢራን መን ክመርሓ ከም ዝደሊ ድማ ኣብ ምግላጽ ይርከብ። እዞም ክልተ ዘይተኣማመኑ ኣካላት ክልቲኦም ዝስማዕምዕሉ ሕርያ ክኽሰት ንምግማት ድማ ጸጋሚ ከም ዝኾነ እዩ ዝግለጽ። ብዙሓት ካብ ደገፍቲ ሓለዋ እስላማዊ ሰውራ ኣብ ልዕሊ ኤሜርካ ክሕንጽሉ ከም ዘሎ እዩ ዝግለጽ። ዓባይ ሰይጣን ክብልዋ ድማ ይጽውዕዋ። መሪሕነት ኢራን ምስ ኤሜርካ ብዝተፈላለየ መንገዲ ክሰርሕ ዘኽእል ዝበሎ መንፈሳዊ መራሒ ክመርጹ ድዮም ዝብል ድማ ንጹር ኣይኮነን። ሃገርና ንምክልኻል ክስካብ መስዋእቲ ህይወት ክንከፍል ኢና ክብል ብሬይደን መስዑድ ገሊጹ። ኢራን ምስ ጎረባብቲ ሃገራት ንዘለዋ ሰናይ ርክብ፣ ንልኣላውነትን ግዝኣታዊ ሓድነትን ክብሪ ብምሃብ ዝተመሰረተ ዕርክነት ንምቕጻል ጽኑዕ መርገጺ ከም ዘለዋ ድማ ገሊጹ። ይኹን እምበር እዚ መርገጺ እዚ ካብ ኤሜሪካን እስራኤልን ዝመጽእ ወታደራዊ መጥቃዕቲ ንምክልኻል ዘለዋ ተፈጥሮኣዊ መሰል ከም ዘይትቕልብስ ብረይደን ሞስዕድ ኣፍሊጡ ኣሎ። ሃገርና ንምክልኻል ክስካብ መስዋእቲ ህይወት ክንከፍል ኢና ክንምክት ኢና እውን ዝበለ እቲ ፕረይደን ሞስዕድ እቲ ናይ ኢራን መካለኸሊ ስጉምትታት ኣብ ልዕሊ ህዝቢ ኢራን መጥቃዕቲ ዝተፈጸመ ወታደራዊ ትካላትን መሰረተ ልምዓታትን ጥራይ ዘቕንዐ ምዃኑ ኣመልኪቱ። እዚ ከምዚ ኢሉ እንከሎ ድማ ሎሚ ኣብ ልዕሊ ሕቡራት ኢሚራት ዓረብ ሚእትን ዕስራን ሓደን ድሮናትን ዓሰርተ ሽዱሽተ ፓላስቲክ ሚሳኤላትን መጥቃዕቲ ከምዝፈጸመ ድማ ተገሊጹ ኣሎ። ብኻልእ ወገን ድማ ውግእ ቴስዓን ሓሙሽተን ሚእታዊት ስለላ እዩ ይብሉ እስራኤላውያን። እዚ ጀነራል ኢራን ንካሚኒ ሓዊሱ ብዙሓት ቁልፊ ላዕለዎት መራሕቲ ኢራን ንምቕታል ምስ መረብ ስለላ እስራኤል ሞሳድ ርክብ ኣለዎ ዝብል ዝጥርጠር በዓል ስልጣን ናብ እስራኤል ምእታዉ ኣቃሊሑ። እዚ እስማል ዝተባህለ ላዕለዋይ ወታደራዊ በዓል ስልጣን ኢራን፣ መብዛሕትኦም ላዕለዎት መራሕቲ ኢራን እንትቕተሉ፣ ካብ ኩሎም ሓደጋታት ኣቐዲሙ ንሕንጥይ ስለ ዘምልጥ ተጠርጢሩ ኣብ ቁጽጽር ምውዓሉ ድማ ይፍለጥ። ነዚ ስዒቡ ሓንሳብ ብውልቂ ዓጀውቲ ተቐቲሉ፣ ካልእ ግዜ ዓርሱ ኣጥፊኡ ዝብሉ ወረታት እናነፈሱ ተነበሩ እውን፣ ሎሚ ድሕነቱ ተሓልይሉ ብሰላም ናብ እስራኤል ከም ዝኣተወ ማዕኸናት ዜና እታ ሃገር ሓቢረን ኣለዋ። እስራኤላውያን ኣብ ጓጓ መሓውር ኢራን ዘሊቖም ብምእታው ዝፍጽምዎ ወታደራዊ ዓወታት ከይኣክል፣ ነቲ ምስኣቶም ርክበ ኣለዎ ተባሂሉ ብምጥርጣር ዝተኣሰረ በዓል ስልጣን እውን ካብ ገዛ ሃገሩ ኣሽሊኾም ናብ እስራኤል ዝወሰድዎ ኮይኖም ሰበ ስልጣን ኢራን ዕላማ ብምግባር ዝለዓለ ታራ ከም ዝተፃወተ ኣረጋጊፆም ኣለዉ ይብል ፀጋይ በየነ ከም ዝፀሓፎ ኣብ ዝሓለፈ ብዓጃው እዩ ተቐቲሉ ተባሂሉ ዝተሰርሕሉ ዜና እዚ ሰብኣይ ብተኣምር ናብ ተልኣቪቭ ምዃዱ ድማ ንብዙሓት ኣገሪሙ ኣሎ። ሓይሊ ኣየር እስራኤል ህዝቦላ ተሓቢእሎም ክኸውን ኢሉ ዝገመቶም ኣብ ደቡባዊ ገማግም ቤሩ ዝርከቡ ህንፃታት መጥቃዕቲ ኣካይዱ በቲ መጥቃዕቲ ህዝቦላ ዝግልገለሉ ዝነበረ ባንኪ ሓዊሱ ከቢድ ዕንወት ዝበፅሐ ኮይኑ ኣቐዲመ ነበርቲ ንክወፁ ስለ ዘጠንቀቕኩ ኣብ ስቪላት ዝበፅሐ ጉድኣት የለን ክትብል እስራኤል መኽንያ ኣላ መንግስቲ ሊባኖስ ብወገኑ ብዛዕባ እቲ ወሰደ ስጉምቲ ዝበሎ ነገር የለን በቲ ካልእ ድማ ዋና ጸሓፊ ሕቡራት ሃገራት ኣንቶኒዮ ጉተሬዝ ኩነታት ማእኸላይ ምራቕ ካብዚ ንላዕለ ሰካፍ ክኸውን ኣይኽእልን ብምባል እቲ እናተጋደደ ዝኸይ ዘሎ ግጭት ደው ክብል ድማ ሓቲቶም። እቶ ዋና ጸሓፊ ኣብ ኤክስ ኣብ ዘርግሕዎ መልእኽቲ ማእኸላይ ምራቕን ካብኡ ድየው ዘሎ ዘዋን ዝፍጸሙ ዘለዉ ዘይሕጋዊ መጥቃዕትታት ኣብ ብምሉኡ ዝርከቡ ንጹሃት ዜጋታት ከቢድ ስቓይ ጉድኣትን ይወርዶም ከም ዘለዉ ገሊጾም። ኩነታት እቲ ዘዋ ንቁጠባ ዓለም ብፍላይ ድማ ኣብ ተቓለስቲ ወገናት ከቢድ ስግኣት ደቂና ኣሎ ክብሉ እውን ጠቒሶም እቲ ኩነታት ካብ ቁፅፅር ወፃኢ ብዝኾነ መንገዲ ክጋደድ ይኽእል እዩ፣ ውግእ ደው ኣቢልካ ናብ ጭቡጥ ናይ ዲፕሎማሲያዊ ዝርርብ ምእታው ድማ ግዚኡ ሕጂ እዩ ክብሉ ገሊፆም። እቲ ኩነታት ካብዚ ንላዕሊ ሰካፍ ክኸውን ኣይኽእልን ድማ ክብሉ ኣተሓሳሲቦም። ምክትል ዋና ፀሓፊ ሰብኣዊ ጉዳያት ህፁፅ ረድኤት ሕቡራት ሃገራት ዝኾኑ ቶም ፍርቸር ብወገኖም ነቲ ኹናት ዝውዕል ዘሎ ዓብዪ ዓቐን ዘለዎ ገንዘብ ኣልዒሎም ፖለቲከኛታት ንረድኤት ዘድልዩ ወገናት ዝውዕል በጀት ብምቁራፅ ኣብ ዝወሰድዎ ስጉምቲ ይሕብኑ ከምዘለዉ ዝጠቐሱ ፌሌርቸር እቶም መራሕቲ ንኲናት ገንዘብ የውዕሉ ከም ዘለዉ ብምጥቃስ ነቒፎምዎም። ብኻሊእ ዜናና ድማ ኣፍሪቃ ብወግዒ ካብ ኒኩለራውያን ኣጽዋራት ነጻ ዝኾነት ኣህጉር እያ። በዚ መሰረት ውዕል ኒኩለራዊ ኣጽዋር ነጻ ዞባ ኣፍሪቃ ዝተመሰረተ ኮይኑ፣ ውዕል ፔይልዳምባ ተባሂሉ ድማ ይፍለጥ። እቲ ውዕል ኣብ ሽሕን ትሽዓተ ሚእቲ ተስዓን ሽዱሽተን ዝተኸተመ ኮይኑ፣ ኣብ ክልተ ሽሕን ትሽዓተን ድማ ኣብ ግብሪ ውዒሉ። እቲ ውዕል ኣብ መላእ ኣፍሪቃ ምምዕባል፣ ምፍታን፣ ምውናንን ምዕቃብን ኒኩለሳዊ ኣርጽዋራት ድማ ዝእግድ ከም ዝኾነ እዩ ዝግለጽ። ኣብዚ ሕጂ እዋን ኒኩለሳዊ ኣጽዋር ትውንን ኣፍሪቃዊት ሃገር ድማ የላን። ኣብ መላእ ኣህጉር ዝርከባ ሃገራት ኣፍሪቃ ካብ ኒኩለሳዊ ኣጽዋራት ነጻ ክኾና ድማ ቃል ኣትየን እየን። ኣብ እዋን ዝሑል ኲናት፣ ደቡብ ኣፍሪቃ ብሕቡእ ኒኩለሳዊ ኣጽዋር ሰሪሓ ከም ዝነበረት ድማ ይፍለጥ። ኣብ መወዳእታ ትስዓታትን ሰማንያታትን ድማ ሽዱሽተ ኒኩለሳውያን ቦምባታት ከም ዘፍረየትን እቲ ሸውዓይ ድማ ኣብ ህንጸት ከም ዝነበረን ድማ ይፍለጥ። ካብ ሽሕን ትሽዓተ ሚእትን ሰማንያን ሸውዓተን ክስካብ ሽሕን ትሽዓተ ቴስዓን ሓደን እታ ሃገር ካብ ኣፓርታይድ ምስ ተጋላገለት፣ መንግስቲ ነቲ መደብ ምፍራይ ኒኩለሳዊ ኣጽዋራት ድማ ኣቋሪጽዎ። በዚ ምኽንያት ደቡብ ኣፍሪቃ ድማ እታ እንኮ ኒኩለሳ ነፃላ ተፍርያ ብድሕሪኡ ድማ ምሉእ ብምሉእ ከም ዘዕነወተት ትፍለጥ ሃገር ድማ እያ። ብኻሊእ ዜናና ድማ ኤርትራ ንሓይሊ ኣየር ሶማል ከም ብሓድሽ ንኽትስእ ካብተን ቀንዲ እጃማ ዘበርከተት ሃገር እያ ክብል ሓድሽ ኣዛዚ ሓይሊ ኣየር ሶማል ገሊጹ። ሜጀር ጀነራል ዓብዲሳቅ መሓሙድ ብሳጒ ኤርትራ ተባሂሉ ዝጽዋዕ ኣዛዚ፣ ሓድሽ ኣዛዚ ሓይሊ ኣየር ሶማል ኮይኑ ድሕሪ ምሻሙ፣ ትማሊ ብወግዒ ቤት ጽሕፈት ሓይሊ ኣየር ሶማልያ ተረኪቡ ኣሎ። እዚ ገና ወዲ ኣርብዓ ዓመት ዘይመልእ መንእሰይ መኮነን፣ ብግዜኡ ፕሬዚደንት ፋርማጆ ኣብ ኤርትራ ታዕሊም ዝወስዱ ዝነበሩ ኣስታት ዓሰርተ ሽሕ ሶማልያውያን ወታደራት ዝመርሕን ቋንቋ ትግርኛ ጽቢቑ ዝመልኽን እዩ። ጀነራል ኤርትራ ኣብዚ ሕጂ እዋን ሸሞንተ ሄሊኮፕተራትን፣ ኣርባዕተ ነፈርቱ ግን ጥራይ ዝመርሕ ሓይሊ ኣየር ይመርሕ እኳ እንተሃለወ፣ ሶማልያ ካብ ፓኪስታን JAF ዓሰርተ ሸውዓተ ዝዓይነቶም ተዋጋእቲ ነፈርቲ ንምዕዳግ ውዕል ስለ ዝፈረመት፣ ኣብ ዝቕጽሉ ዓመታት ሓይሊ ኣየራ ካብቶም ዝሓየሉ ኣብ ኣፍሪቃ ክውንን ትጽቢት ድግማ ይግበረሉ። ሶማልያ ቅድሚ ውድቀት ስርዓት ዚያድ ባሬ ልዕሊ ሰብዓ ተዋጋእቲ ነፈርቲ ብምውናንን ካብ ግብጺ ቀጺላ ኣብ ኣፍሪቃ ዝለዓለት ሓይሊ ኣየር ከም ዝነበራ ድማ ይፍለጥ። ብኻሊእ ዜናና ድማ ህግራዊ መዓልቲ ደቂ ኣንስትዮ ሸሞንተ መጋቢት ተኸቢራ። ኣብ ሽወደን ብምኽንያት ሸሞንተ መጋቢት ህግራዊ መዓልቲ ደቂ ኣንስትዮ ክብርታት ዋልታና ብዝብል ቴማ ኣብ ምብራኽን ምንቃሕን ምሕያል ውዳበ ደቂ ኣንስትዮ ዘተኮረ ኣብ ዝበዝሓ ዝተወሰና ከተማታት ሽወደን ብክብ ዝበለ በዓል ኣብ ዕለት ሸውዓተ ሳልሳይ ወርሒ ክልተ ሽሕን ዕስራን ሽዱሽተን ብድምቀት ሓሊፋ። ብኻሊእ ዜናና ድማ ህወሓት ስርዓት ብልፅግና ሓሶትን ምትላልን ይኣክል ክብል ገሊፁ። ፖለቲካዊ ዘተ ተነፂግካ ህዝቢ ምትላል ኣይከኣልን፣ ኣብ ውሽጥን ወፃእን ትነብር መላእ ህዝብና እዚ ኮነ ተባሂሉ ብመንግስቲ ኢትዮጵያ ዝንዛሕ ዘሎ ሓሶት ህዝቢ ትግራይ ኣብ ዘይጭበጡን ኣናእሽተይ ኣጀንዳታት ብምፅማድ ካብ መሰረታዊ ሕቶታት ክስሕት ዝዓለመ ስልቲ ስልታዊ ጀኖሳይድ ምዃኑ ካባኻ ዝተኸወለ ኣይኮነን ክብል ገሊፁ። ስለዚ ድማ መሰረታዊ ሕቶታትና ዝምልሱን ህላወና ዘረጋግጹ ብሓድነት ንምቅላስ ጥራይ ምዃኑ ከም ወትሩ ሓድነትና ኣስጢምና ክንቃለስ ይግባእ ክብሉ ገሊጾም። ፕሮፈሽናል ዋና ኣሰልጣኒ ሃገራዊት ጋንታ ኩዕሶ እግሪ ኤርትራ ትማሊ ኣስመራ ኣትዩ ኣሰልጣኒ ሃገራዊት ጋንታ ኩዕሶ እግሪ ኤርትራ ኮይኑ ከግልግል ምስ ሃገራዊ ፌደረሽን ኩዕሶ እግሪ ኤርትራ ውዕል ኩንትራት ዝተፈራረመ ግብፃዊ ፕሮፈሽናል ኣሰልጣኒ ኮሆ ሓሽም ትማሊ ኣስመራ ኣትዩ ብ1962 ኣብ ከተማ ካይሮ ዝተወለደ ኮሃ ሓሽም ናይ ዓባይ ግብፃዊት ጋንታ ዛማሊክን ሃገራዊት ጋንታ ግብጽን ኣብ መስመር ምክልኻል ነዊሕ ዓመታት እተጻወተ ናይ ግብጺ ሃገር ስፖርተኛ እዩ። ንሱ ብዘይካ እዛ ዋንጫ ዓለም ኣብ ሽሕን ትሽዓተ ሚእቲ ተስዓን ንግብጺ ወኪሉ ድማ ከም እተሳተፈ ይፍለጥ። ጫምኡ ምስ ሰቐለ ድማ ኮያ ሓሽም ኣብ ናይ ግብጽን ስዑድ ዓረብን ዞር ሊጋት ዋና ኣሰልጣኒ ኮይኑ ዝሰርሐ ዕዉት ኣሰልጣኒ ምዃኑ ድማ ሰነዳቱ የረጋግጹ። ሃገራዊት ጋንታ ኤርትራ ኣብ መጻረይ ዋንጫ ኣፍሪቃ ኣንጻር ኢስዋቲኒ ክትገጥም ምዃና ፌደረሽን ኩዕሶ እግሪ ኣፍሪቃ ይሕብር። ብኻሊእ ዜናና ድማ ዋና ጸሓፊ ጉዳያት ወፃኢ ኣሜሪካ ማርኮ ሮቤን ሚኒስቴር ጉዳያት ወፃኢ ግብፂ በድር ዓብደላትን ብቴሌፎን ኣብ ዝገበርዎ ዝርርብ ዞባ ቀርኒ ኣፍሪካ ብዘሎ ፀጥታ ተዘራሪቦም እቲ ዝርርብ ብቐንዶም ምክልኻል ግዝኣታዊ ሓድነት ሶማልን ኤርትራን ዘተኮረ ኮይኑ ዓብደላቲ ግብፂ እቲ ካብ ሶማል ኣብ 1991 ተፈልዮ ርእሲ ዝኣወጀ ሪፐብሊክ ሶማሊላንድ ዝወሃው ዝኾነ ይኹን ህግራዊ ፍልጦ ብፅኑዕ ከም ዝቃወም ደጊም ኣረጋጊፁ እቲ ላዕለዋይ ዲፕሎማሰኛ ግብፂ ነቲ ዞባ ፍሉጦም ሃብህግራዊ ሕጊ ዝጥሕስን ንርግኣት ቀርኒ ኣፍሪካ ስትራቴጂካዊ ገዳስነት ዘለዎ መተሓላለፊ ቀይሕ ባሕርን ከቢድ ስግኣት ዝፈጥር ምዃኑ ኣጥንቂቑ። ብተወሳኺ ልእላውነትን ሓድነትን ክልቲኤን ሃገራት ማለቱ እውን ኤርትራን ሶማልን ምሕላው ዘለዎ ኣገዳስነት ኣፅንዖት ሂብሉ። እዚ ዲፕሎማሲያዊ ዝርርብ ዝካየድ ዘሎ ግብፂ ኣብ ውሽጢ ዝመፅኣ ሰሙናት ብመሰረት እቲ ሓድሽ ዝተዋደደ ልኡኽ ፀጥታ ሕብረት ኣፍሪካ ናብ ሶማል ሰራዊታ ንምልኣኽ ኣብ ትሰናደወሉ ዘላ እዋን እዩ። ግብፂ ኣብ ዝሓለፈ ኣዋርሕ፣ ኣብቲ ዞባ ምትእሳራቱ ዝቀያየረሉ ዘሎ ግዜ ምስ መቃድሾ ዘለዋ ናይ ጸጥታ ርክብ ብርኦ የስፊሓቶ ኣላ። ኤሜሪካ ኣብ ዞባ ቀይሕ ባሕሪ ዘለዋ ጽኑዕ ኣቕዋም ኣብቲ ዞባ ዝኾነ ይኹን ኩናት ከምዘይትቕበል ድማ ገሊጻ። ኣብ ኤርትራን ሶማልን ዝፍጠር ዝኾነ ይኹን ግጭት ተቐባልነት የብሉን ክትብል ድማ ገሊጻ። ኣብዚ ሕጂ እዋን ስርዓት ብልጽግና ንኩናት ዓሰብን ቀይሕ ባሕርን ዝብሎ ዘሎ ድማ ኣብዚ ኣብቂዑ ይርከብ ኣሎ። መርከብ ኤሜሪካ ናብ ቀይሕ ባሕሪ ከምዝኣተወት ዝፍለጥ ኮይኑ በዚ ምኽንያት ድማ ኣብ መንጎ ኤርትራን ኤሜሪካን ዘሎ ጽምዶ ክዕብዮ ከምዝኽእል ድማ እዩ ዝግለጽ። ኣብዚ ሕጂ እዋን ዝተፈላለዩ ተንተንቲ ይገልጽዎ ከም ዘለዉ ድማ፣ እዛ መርከብ ቀይሕ ባሕሪ ንዝተወሰነ ግዜ ከም እትጸንሕ እዮም ዝገልጹ። ኣብዚ ሕጂ እዋን እቲ ብኢራን ተዓጽዩ ዝርከብ መትረብ ሆርሙዝ፣ ብቀይሕ ባሕሪ ድማ ዝኾነ ናይ ጸጥታ ጸገም ከየጋጥም ንምሕላው ከም ዝመጸት እዩ ዝግለጽ ዘሎ። እታ መርከብ ናብ ወደባት ኤርትራ ክትጽጋዕ ድማ ዓብዪ ተኽእሎ ከም ዘሎ ይግለጽ ኣሎ።